ሰላማት ከመይ ትኾኑ? ከመይ ኣለኹም? ከመይ ቀኒኹም?
ድሓን ዲኹም? ሎሚ እውን ከምቲ ልሙድ ኣብዚ ማሕበራዊ ሚድያ ኣዘራረብቲ ዘለዉ ዛዕባታት ክንርኢ ኢና። ሲንግልካ ሰብ ሓዳርካ ስማ
እሺ ከምኡ ግን ዩቲበር ጃኒ ተኣሲሩ በዚህ ሰዓት ሰበር የተባለ መረጃ ተሰምቷል። ቲክቶከሮቹ በቁጥጥር ስር ውለዋል። የኢትዮ
እሺ ከምኡ ግን ንዓኹም ከዘናግዑን ከህድሱን ዝኽእሉ ቪድዮታት

እሺ ሰላም ሰላም ክቡራት ተኸታተልትና እንኳዕ ብድሓን መጻኹም ናብዚ ፍቕሪ ዝኾነ ቻናል እስቲ ቅድሚ ቪድዮ ምጅማርና ነዚ ቻናልና ሓደሽቲ ዝኾንኩም ሰባት ሳብስክራይብ ሸር ላይክ ብምግባር ድጋፍኩም ኣይፈለየና ሌትስ ጎ
ኣይተ ዝሕላ ሃባ ነዳዲ ሸር በሎ
ፊልተረይ ደኽብለካ ኣንታ ለባም ፊልተር ኩልና ኣዋልድ እኮ ብኣኻ ኢና ንስተር በዓል ውዕለታና ሜክኣብ ናይ ድኻታት ብኣኻ ተሸፊኑ ናይ ኮስመቲክስ ወፃእታት እትወጽእ ኔርካ ናብ መድረኽ ንውድድር ንዓኻ ምመረጽና ብዘይ ምንም ድርድር። ብዘይ ምንም ድርድር። ዝለዓለ ላይክ ፈለወር ዘለወን ሳላ ደገፍካ እየን ብርትዐ ሂብካየን ንፈጸጋ ሽፍን ንማዳውን ዕፍን ሓደ ዓይነት ኮይኑ ከይድብረና ዝተፈላለየ ከለር ኣዘጋጅኻልና መሪጽና በየ ከለሩ ዝኸይድ ምስ ገጽና
ኩላኽን መስክራ ውዕለታ ናይ ፊልተር ጽቡቕ ገይርልናዩ ወጺና ንናገር።
ኣደባባይ መስግኖ ወፂኽ ነጎላት ይውሕዶ እዩ ምስጋና ኣይኾነ ዲ ቤተሰብ ፈታዊ ደበስ ይለን ኣሎ ኣቤል እንታይ ንማል ደልዩ እዚ ቪድዮ ብሓደ ንረዮ ቤተሰብ ፈታዊ ደበስ
ኣታ ቆልዓ መዝገብ ከይትጋገ ፅቢቅ ከመዝግብ ትሕቲ ሓምሳ ከዓ ይትቀበል ኢኻ
ትሕቲ ሓምሳ ይትቀበል ካልእ ይስለልካን ኧረ ጉድ

ወይ ጣ ገንዘብ ፎቲ ዋ ቀራበይ ሰበይ እኮ እዩ እምበቦይ ዝግብ እዩ
ፈጣሪ ክኾን ዘለዎ ትኽክል የኾነ ዲ ቤተሰብ ሸውዓተ ትውልዲ ፀዊዕካስ ሓዘን ኢልካ ኣብ ገዛኻ እዚ ናይ ቅርሺ ስብሰባ ይበሃል እዚ ቢዝነስ ይበሃል ቤተሰብ የኾነ ድዩ ትብልዎ ተልይኩም ከምቲ ልሙድ ኣብ ኮመንት ሓሳብኩም ቤተሰብና እታ ክልተ ስልኪ ሒዙ ሰብሳቢ ሰብሳቢ

ዛፒስለ ትወስዳ ዓርከይ ጫማኻ ተፈትሑ ጫማኻ እስካ ትኣስር ሓላ ዛፒስለ ትወስዳ
ኣረኪብካዮ ኩሉ ንስኻ ናይ እታ ግዛዕ እቶ የምልከተኒ ኣነ እግሩ ነቕተይላ እቃ ቀብ ይብሎ ተንቀሳቐስ ጥራሕ ኣርእካያ
ኣውሊቕዎ እንጉዩ ዋይ ወድለያ ደደ ምንም ክለካ ኣይክእልን ወድኖ ልቦና ስትሃብካ ንእሸንስቲ ርእስኻ ንክትሰርሕ ዓቕሚ ይሓግዝካ ፈጣሪ ያኾነይ ዲ ቤተሰብ
እዛ እትሪእዋ ዘለኹም ህጻን ባምቡጫ ወይ ድማ ኣኒሜሽን ወይ AI ቴክኖሎጂ ኣይኮነትን። ብትኽክል ኣብ ዓሰርተ ሓሙሽተ ሰሙናት ዝተወለደት ህጻን እያ። ኣብ ዓሰርተ ሓሙሽተ ብትኽክል ሰሙን ክንደይ ይኾኑ ለማለት እዩ ኣብ ቤተሰብ? ዓሰርተ ሓሙሽተ ሰሙናት ጥራሕ እያ ተወሊዳ ኣብ ዘላ። ሰለስተ ወርሒ ከማን ድዩ?
ስለዚ ኣብዘይ መዓልታ ስለ ዝተወለደት ኣዝያ ረቃቕን ንሕማም ተቓላዓይትን ብፍላይ ድማ ንኢንፌክሽን ብጣዕሚ ተዃሳሒት ኮይና እያ ተረኺባ። ኩሎም ዶክተራት ናይ ምድሓን ዕድላ ኣዝዩ ዝተሓተ እዩ ቅበጽ ኢሎም ን ስድራኣ ድማ ኣርዲኦሞም ነይሮም ስድራኣ ግን ተስፋ ክቆርጹ ኣይከኣሉን ኩሉ ግዜ ኣብ ሕቁፎም ብጨርቂ ጠቅሊሎም ይንከባከብዋ ነይሮም ልዕሊ ብሌን ዓይኖም ኣዝዮም ይንከባከብዋ ሙቆት ትረክበሉ ኩነታት ኩሉ ግዜ የመቻችውላ ምክንያቱ ሰውነታ ኣዝዩ ረቂቅን ብቀሊሉ ዝጉዳእን እዩ። ልዑል ምንክብኻብ ናብ ዝግበርሉ ትካል እውን ኣምሪሖም ነይሮም። እንተኾነ ግን ልቦም ተሰይሩ እንደገና ናብ ቤቶም መሊሶማ። ኣብ ገዝኦም ግን ኩሉ ግዜ ዘይፈልይዎ ሓንቲ ተግባሮም ነይራ። ንሳ ድማ ተኣምር ንክፍጠር ኩሉ ግዜ ናብ ኣምላኾም ይጽልዩ ነይሮም። ሓደ እዋን ትጽቢት ብዘይተገበረሉ መልክዑ እዛ ህጻን እዚኣ ጥዕይቲ ናይ ምዃን ኩነታት ኣስተብሂሎምላ። ንዘርኣይዋ ፍቕሪ እውን ኣካላታ ብምንቅስቓስ ናብኣቶም ቅርብ ብምባል ምላሽ ክትህብ ጀሚራ። ኣብዚ ግዜ እዚ ኩሎም ህርመት ልቦም ክውስኽ ጀሚሩ። ብታሕጓስ ዝገብርዎ ጨነቖም። ከም እትድሕን ርግጸኛታት ኰኑ፣ ምኽንያቱ ሰውነታ ቐስ ብቐስ ይጥንክር ከም ዘሎ ተዓዚቦም ኣለዉ። ናብ ሕክምና እንተ ወሰድዋ፣ እቶም ዝመርመርዋ ተስፋ የብሉን ቅበጹ ዝበሉ ዶኳትር፣ ተኣምር እዩ ክብሉ ጀመሩ። ፈጺሞም ክኣምኑ ኣይኸኣሉን። ግዘ ብግዘ እናተተክኣ ብዝኸደ ቝጽሪማ፣ እዛ ህጻን እዚኣ እናጠንከረት እናዓበየት ኣብ ኢዶም ከላ ክትልወጥን ክትጥንክርን ጀሚራ። ኣብዚ ሕዚ እዋን ድማ ከም ንእሽተይ መልኣኽ ኰይና ትነብር ኣላ። ፍሽኽታኣ ልቢ የምውቕ። እዛ ብተኣምር ዝደሓነት ሽኮሪና ቈልዓ እዚኣ ትመስል። ደቂ ዓበይቲ፣ ብደቂ ሰባት ኣብቂዑሉ ዝተብሃለ ጉዳይ ብቅድሚ ኣምላኽ ግን ጅማሮ ክኸውን ይኽእል እዩ። ኣይኾንን ዝተብሃለ ነገር ኮይኑ ክንረኽቦ ንኽእል ኢና። ሞይቱ ተባሂሉ መቓብር ዝተፍሓረሉ ህይወት ዳግማይ ጠጢዑ ኣብ ልዕሊ መቓብሩ ተስፋ ክዘርእን ከብቅልን ይኽእል እዩ። ዋና ነገሩ ተስፋ ዘይምቑራጽ። ተስፋ ስንቂ ህይወት ስለ ዝኾነት። እምበኣር ህይወት ከምዚ እያ። ኣይትእምነካን፣ ተረጋግጸልካ እምበር።
እምነት ያለውና እስቲ ቤተሰብ ኣብ ፈጣሪና ኩላና እምነት ያለውናና እምነት ብቻ ያለውና ደቅኖ እምነት በስማ እዚኣ ሕዚ ሰብ ትኾን ያልካስ ንምሕሳብ እኮ እዩ ዝኸብድ ቤተሰብ እዞም ወለዳ ግን ተስፋ ኣይቆረፅን ሓኪም ኣይትኾንን ኢል ተስፋ ከቁርፅ እንከሎ ምንም እዮም ዘይሰምዑ እሶም እምነት ነይርዎም ስለዚ ኩላና እምነት ያለውና ተስፋ ያለውና ቤተሰብ ክብል ይፈቱ እዚ ኢለ ንቐፅል እሺ
ሰላም ሰላም ኣሜት ጸንሑ ናይዚ ሰዓት እዚ ሒዝናልኩም ቀሪብና ኣለና ምሳና ጽንሑ ነዞም ዝስዕቡ ቃላት ብመሰረት ዘሎ ኣቕምጥ።
ኣቕምጥ ትሰምዕ እኒኤካ ብእውነት ብእውነት ብእውነት እታ ናይ ትግራይ ዘላ እዮም ገሊፆማ ብሓይሊ ርኡ እዮም ዝብሉኻ ዜና መዓልቲ መዓልቲ ዘይ ዜና ካልእ ኣየስምዑ ኣየቕርቡንና ብሓይሊ ስማዕ እዩ ኣብ ትግራይ እና ገሊፆማ እዮም ኢለ ይሓስብ ቤተሰብ ከም ሓሳብ ትዝኒ ናይ ትግራይ ከምዚ እዩ ኣገዲዶም እዮም ዘስምዑኻ ዜና ዝመስሉና እና ዘገርም ስራሕ ቤተሰብ የኾነ ድዩ

ብድሕሪኡ ብውሽምነት ሒዘዮ ብጣዕሚ ዝገርመኪ ግን እሳ ዝበለትንን ኮይኑ ዝረከብክዎን ፍጹም ዘይራከብ ጎጂ ከዋሊ ቤትዋይ ማዓረይ ሴክስ ምግባር ኣይክእልን ብጣዕሚ ይደክም ብጣዕሚ ይዝልፍለፍ ብጣዕሚ ይድቅስ ሽንቲ ቤት ቶሎ ቶሎ ይመላለስ ነብሱ ብጣዕሚ ይጨኑ ኣፉ ብጣዕሚ ይጨኑ ብጣዕሚ ብጣዕሚ ዝወረደ ፐርሰናሊቲ ለለዎ እዩ እና ደንጊፀ ወይ እዛ መሓዛይ ስለካ ብኣፋ ኣትሸፍነሉ ዘላ እምበር ህንደይ ጉድ ክኢላ እያ ትኸይድ ኢለ ቀስ ኣቢለ ድሕር ደጊም ሰበይትኻ ከይትፈልጥ ካልኣይ መዓልቲ ከይትድውለልይ ኣብዛ ጥቃይ ከይትበፅሕ ምንም ነገር ምሳየ የብልካን ኢለ መሊሰዮ ብድሕሪኡ እሳ ሰለ ዘይትፈልጥ ሕጂ ውን ኣብ ስራሕ ቦታ ቤቢይ እኮ ብለይ ኣነ ፍቅረይ እኮ ክትብል ተላ ኣነ ብውሽጠይ ሰሓቅ ይመጸኒ እና ኣብ ከምዚ ዓይነት ፈተና ወዲቀ ነይረ ሕዚ ግን ካብ ውሽምነት ሂወት ነጻ ወጽየ እየ ቤቲየ ብጣዕሚ እየ ዝፈትወኪ ብዙሕ ኢኪ ምሂርክኒ ኢላትኒ እንኳዕ ለ ተላቀቅኪ የለ ካልኣይ መዓልቲ ለ ተደሪብካ ናብራ ኣየድሊ ደቂ ኣንስትዮ ኣሕዋተይ

ቤተሰብ ከም ተሰማዕኹም ይመስል ኣብዚ ቪድዮ እዚ ትልዎ ተልዩኩም ከምቲ ልሙድ ኣብ ኮመንት ሓሳብኩም ክትህቡ ትኽእሉ ኢኹም እዚ ለቤተሰብ ናይ ሎሚ መደብና እዚኦም መስሉ ነይሮም ብካሊእ ቪድዮ እስካዕ ንራኸብ በብዘለኹም ይመችኹም እዚ ቪድዮ ተተመችኩም ቤተሰብ ሳብስክራይብ ምጋር ትረስዑኹም ይመችኹም ደቁና ሸር ሸር ሸር ሸር ኣሰይ ሸር ሸር ሸር ሸር ሸር ላይክ ሸር ሸር ሸር ሸር ኣሰይ